ሰላም ክቡራት ተኸታተልቲ ዩቱብ ቻኔል ሲነማ ሰመረ ሎሚ እውን ከም ወትሩ ዝተፈላለየ ስፖርታዊ ሓበሬታታት ሒዝናልኩም ቀሪብና ኣለና ንምክትታልኩም ብክብሪ ንዕድም
ናይ ሳልሳይ መዓልቲ ግጥማት ኩዕሶ እግሪ ሴካፋ ናይ ትሕቲ 15 ዓመት ሎሚ ሰንበት ኣብ መንጎ ኬንያን ሱዳንን ከምኡውን ኣብ ቀዳማይ ፀወታ ንሃገራዊት ጋንታ ኤርትራ ዝረትዐት ብሩንዲ ምስታ ብኬንያ ዳር ትርኢታ ዝረኣየት ሶማልያ ገጢሞም ፈለማ ንሜዳ ዝወረዳ ጋንታታት ኬንያን ሱዳንን እየን። ኣብዚ ብሓፈሻ ክረኣ እንከሎ ኬንያ ኣርባዕተ ባዶ ዝረትዓትሉ ግጥም፣ ሱዳን ዝነኣድ ጸወታ እያ ኣንጸባሪቓ። ይኹን እምበር ካብ ስዕረት ክትናገፍ ግን ኣይከኣለትን። ኬንያ ነተን ኣርባዕተ መዐወቲ ሸቶታታ ንቀዳሞት ክልተ ኬቨን ዋንግያ ከመዝግበላ እንከሎ ንዝተረፋ ድማ ብርያን ኣሶሮን ሃረን ጊልን ዝበሃሉ ተጻወትታ እዮም ሓሓንቲ ኣበርኪቶምላ። ድሕሪ'ቲ ግጥም ኣሰልጣኒ ሱዳን መሓመድ ሙሳ ተጻወትቲ ኣንጻር ጋንታ ብኣካላዊ ብቕዓት ከምዝበለጽዎም ክእመን እንከሎ ወሲኹ ትሕቲ ዓሰርተ ሓሙሽተ ዓመት ክበሃሉ ከምዘይክእሉ መረርኡ ኣስሚዑ። ብተመሳሳሊ መዘንኡ ኣሰልጣኒ ኬንያ ሳጋር ላኻኒ ንጸወታ እኳ ከም ድሌትና ዓንዲርናሉ ኢና፣ እዚ ድማ ማዕረ ክንደይ ኣብ ኩዕሶ እግሪ ሰጒምና ከምዘለና ዘርኢ እዩ። ካብ ምድብና ምሉእ ሽዱሽተ ነጥቢ ብምእካብ ድማ ንደረጃና ክብ ምባልና ዓወት ይስመዓኒ ኢሉ። ኣብዚ ግጥም ሓላውልዳት ሱዳን ጂሃድ ሙክታር ንሓምሸይቲ ሸቶ ክትከውን ዓቢ ዕድል ዝነበራ ኩዕሶ ካብ ትጽቢት ወጻኢ ብምድሓን'ውን ካብ ተዓዘብቲ ድሙቕ ጻቕዒት ተለጊሱሉ እዩ። ድሕረን ጸወተኣን ዘካየዳ ሃገራውያን ጋንታታት ብሩንድን ሶማልያን ነበራ። ከም ዝፍለጥ ኣብ መኽፈቲ ናይዚ ግጥም ብሩንዲ ንኤርትራ ክልተ ብሓደ ብምርታዓ ሰለስተ ነጥቢ ኣኪባ ምስ ሶማልያ ንዝጽበያ ዝነበረ ግጥም ኣትያቶም። ብኣንጻር እዚ ክረኣ እንከሎ ሶማልያ ብኬንያ ኣብ ቀዳማይ ጸወታኣ ናይ ሰለስተ ብሓደ መሪር ስዕረት ተሰኪማ ነይራ። እዚ ስለ ዝኹነ ድማ ሶማላውያን ንጸወታ ናብ ረብሖኦም ብምልዋጥ ዓወት ሒዞም ክወጹ ትምኒት ናይ ኩሉ ኤርትራዊ ነይሩ። ቅድሚ ጸወታ ምፍላሙ ድማ ክልቲኤን ጋንታታት ብኢትዮጵያዊ ማእከላይ ዳኛ ሌማ ንጉሰን ታንዛንያውን ኢዱ ሳውድን ኣሕመድ ሞጉዮን ደቡብ ሱዳናዊ ኦሊቮ ጂዮርጆን ከምኡውን ዩጋንዳዊ ዊልያም ኣሎያ ተቐሊሶም ናብ ማእከል ሜዳ ኣትዮም። ስዒቡ ናይ ክልቲኤን ጋንታታት ሃገራዊ መዝሙር ድማ ተዘሚሩ። ድሕርዚ እምበኣር ኢትዮጵያዊ ማእከላይ ዳኛ ለማ ንጉሰ ጸወታ ከም ዝጀመረ ትሕብር ፊስካ ነፍሐ። ናይ ሓደ ኣርባዕተ ሰለስተ ሰለስተ ቅዲ ጸወታ ዝነበሮም ብሩንዳውያን ቀዳሚት ሸቶ ብምምዝጋብ ንጸወታ ከደቅስዎ መደብ ዝነበሮም ኮይኖም ቀሪቦም። ይኹን እምበር ዘበገስዎ ትልምስ በቶም ተመሳሳሊ ስልቲ ጸወታ ዝተጠቀሙ ሶማላውያን ኣብ ተግባር ከስልጥዎ ኣይከኣሉን። በዚ መሰረት ብሩንዳውያን ኣብ ሓጺር ምቅብባል ከተኩሩ ተገዲዶም። ጸወታ ብኸምዚ ዝተገልጸ ግዜ ናብ ዕስራታት ዝተጸጋዐሉ ፍሉይ መጥቃዕቲ ዝገበሩ ብሩንዳውያን ካብ ኢቲቴርትካ ጂያን ኣቢሎም መሪሕነት እተትሕዞም ሸቶ ረኺቦም። ስለዚ ምናዳ ብሩንዳውያን ገጾም ከበርህ ሶማላውያን ድማ ናብ ትኪ ክቕየር ተራእየ ሶማላውያን ኣብ ውሽጦም ብዝገበሮ ምርዳእ ድማ ከም መሰረት ጽቡቕ ጸወትኦም ኣብ ተወሳኺ ግዜ ናይ ቅድሚ ዕረፍቲ ካብቲ ቁጽሪ 9 ማልያ ወዲ ዝነበረ ኑር መሓመድ ዓሊ ብዝረኸብዋ ኩዕሶ ቢሎም ንዕረፍቲ ሓደ ብሓደ ክወጹ ከኣሉ ድሕሪ ዕረፍቲ ብሩንዳውያን ቅልጣፈ ዝተሓወሶ ጸወታ እዩ ነይርዎም ከም መሰረት ናይዚ ድማ ሓምድ ከዲር ንዝረኸበን ዝነበረ ኳዓሳሱ ሸቶ ንምግባረን ዓዲ ኣይወዓለን ክሰልጦ ግን ኣይከኣለን ጸወታ ብናይ ሓደ ሓደ ኣብ ዝቕጽለሉ ዝነበረ ግዜ ድማ ብሩንዳውያን ብተደጋጋሚ ንርዳት ሶማላውያን ክመላለስዎ ድሕሪ ምውዓል ኣብ መበል 69 ደቒቕ ኢንዮቴካ ፍሎሬን ነታ ብጌጋ ተኸላኸልቲ ሶማልያ ዘረከባ ኩዕሶ ብዝግባእ ሃሪሙ ንሓላው ልዳት ናይታ ጋንታ ዓብዲ ናድር ዑመር ሸቶ ኣመዝጊብሉ። በዚ ድማ እቲ ግጥም ብዓወት ብሩንዲ ክልተ ብ ሓደ ተዛዚሙ። ድሕሪ እቲ ግጥም ኣሰልጣኒ ሶማልያ ኦዌስ ሰይፍ ፋሱ ኣብ ዝሃቦ ጋዜጣዊ መግለጺ ጣዕሳ ኣብ ዝተሓወሶ ነቲ ግጥም ዓቂቦሞ ክወጹ ብዘይምኽኣሎም ዝነበሮም ጌጋታት ብኣጋ ክእርሙ ብዘይምኽኣሎም ኣረዲኡ። ንሶማልያ ብምርታዕ ሽዱሽተ ነጥቢ ኣኪቡ ዘሎ ብሩንዳዊ ኣሰልጣኒ ጉስታቭ ኒዮንኩሩ ብወገኑ ነዚ ግጥም ክንዕወተሉ ዝብል ሓሳብ ኣይነበረንን። ይኹን እምበር ተፃወትና ማዕረ ክንደይ ተዳልዮምሉ ከም ዘለዉ ዘረድእ ዓወት እዮም ኣርእዮምና ብምባል ኣነፂሩ። እዚ ግጥማት ፅባሕ ሰኑይ ታንዛንያ ምስ ኡጋንዳ፣ ደቡብ ሱዳን ድማ ምስ ኢትዮጵያ ብዘሰላስልኦ ክልተ ፀወታታት ክቕፅል እዩ። ሃገራዊት ጋንታ ቅድድም ብሽክሌታ ኤርትራ ትሳተፎ ዘላ ቱር ዴ ላቨኒክ ሎም ሰንበት ራብዓይ መድረኹ ኣሰላሲሉ። ተቐዳድምቲ ካብ ማውርያ ክሳብ ኤስፓልዮን 158 ነጥቢ 2 ኪሎ ሜተር ዝዝርጋሕ ውድድር እዮም ኣካይዶም። እዛ ውድድር ኣብ ፈለማ ክብድ ዝበለት ኮይና ኣብ ጥርዚ መጨረሻ ግን ኣዝያ ፍኹስ ዝበለት እያ ኮይና ቀሪባ። በዚ መሰረት ኣብ ሰዓት ኣርባዓ ነጥቢ ኣርባዕተ ኪሎሜተር ፍጥነት እዩ ነይርዎም። ነዛ ኩሎም ተቐዳደምቲ ፋሕ ጭንግራሕ ኢሎም ኣብ ፍጻመ ዝበጽሑላ መድረኽ ድማ ኢንግሊዛዊ ተቐዳዳማይ ኣልፍሬድ ራይት ብሰለስተ ሰዓትን ሓምሳን ኣርባዕተን ደቒቕን ኣርብዓን ኣርባዕተን ከሊታትን ግዜ ቀዳማይ ኮይኑ ተዓዊቱላ። ምስ ብርክት ዝበሉ ናይ ካልኦት ሃገራውያን ጋንታታት ተቐዳደምቲ ክልተ ደቒቕን ሓሙሽተ ከሊታትን ግዜ ዝደሓረ ኤርትራዊ ቢንያም ግርማይ ድማ መበል ዓሰርተ ሸሞንተ ክኸውን እንከሎ ምስዛ ዝተጠቕሰት ካልኣይቲ ጉጅለ ዝነበረ ሄኖክ ድማ መበል ሰላሳን ሓደን ብተመሳሳሊ ያቆብ ደበሳይ መበል ስሳን ሽዱሽተን ብዘይካ'ዚ ግዜ ካብኦም ዘይተበልጸ ሮቤል ተወልደ ድማ መበል ቴስዓን ሸሞንተን ተርታ ብምሓዝ ንውድሮም ፈጺሞሞ። ብኣጠቓላሊ ቱር ዴ ላቨኒር ፈረንሳ ኣካይድዎ ዘሎ ኣብዚ ኣርባዕተ ውድድራት ፈረንሳዊ ሳይመን ጉግሌይሚ ብ ዓሰርተ ሓደ ሰዓታትን ሰላሳን ሸውዓተን ደቂቕን ክልተ ካሊታትን ንናይ ግዜ ማልያ ኣብ ምምራሕ ኣሎ። ኤርትራውያን ተቐዳደምቲ ድማ ኣብዛ ልብሲ ቢንያም ግርማይ መበል ሓምሳን ሰለስተን መበል ስሳን ሸውዓተን ያቆብ ደበሳይ መበል ስሳን ትሽዓተን ሮቤል ተወልደ ሄኖክ ኑርብርሃን ድማ መበል ሚእትን ዓሰርተ ሓደን ይርከቡሎም። ኣርባዕቲኦም ካብ ዝነበርዎ ደረጃ ድማ ምምሕያሽ ኣርእዮም እዮም። ናይ ነጥቢ ማልያ ዴንማርካዊ ማቲያስ ኖርስጋርድ ብ ኣርብዓን ትሽዓተን ነጥቢ ውህሉል ይቕልሳ። ኢጣልያዊ ጆቫኒ ኣልዮቲ ብ ዒስራ ነጥቢ ኣንበሳ ዓቐብ ቱር ዴ ላ ቨኒኽ ዘሎ እዩ። ብ ጋንታ ደረጃ ሃገራዊት ጋንታ ኢጣልያ ብ ሰላሳን ሰለስተን ሰዓታትን ሰላሳን ኣርባዕተን ደቒቕን ዕስራን ሰለስተን ካሊታትን ቀዳመይቲ ኮይና ትመርሕ ኣላ። ኤርትራ ድማ ኣብ ናይ መበል ዓሰርተ ሸውዓተ ተርትኣ ኣየድፈረትን ዘላ። ንመበል ሓምሳን ሽዱሽተን ግዜኡ ዝካየድ ዘሎ ቱር ዲ ላ ቨኒኽ ጽባሕ ሓምሻይ መድረኹ ካብ ኤስፓልዮን ተበጊሱ ኣብ ሰይንት ኩልየን ቻፕትዩል ብዝዛዘም ናይ ሚእትን ሓምሳን ሸሞንተ ነጥቢ ትሽዓተ ኪሎ ሜተር ክቕጽል እዩ። ተቐዳድምቲ ድማ ንዳንግኦም ዘረብርብ ዓበይቲ ኣኽራናት ይጽበዮም ኣሎ። ኢንግሊዛዊ ብሉጽ ተኸላኸላይ ክለባት ኣርሰናልን ቸልሲን ዝነበረ ኢንግሊዛዊ ኣሽሊ ኮል ካብ ኩዕሶ እግሪ ጫምኡ ሰቒሉ። እዚ ሓደ ኣብ ፕሪምየር ሊግ እንግሊዝ ድንቂ ብቕዓት ካብ ዘርኣዩ ተኸላኸልቲ ናይ ጸጋማይ ዝኾነ ኣሽሊ ድሕሪ ናይ ዕስራ ዓመታት ጻንሖት ኣብ ኩዕሶ እግሪ'ዩ ጫምኡ ክሰቅል ወሲኑ። ንሱ ምስ ክለብ ኣርሰናል ድሕሪ ዘርኣዮ ድንቂ ብቕዓት ኣብ ክልተ ሽሕን ሽዱሽተን ብኣካታዒ መስርሕ ምስግጋር ናብ ክለብ ቸልሲ ምስግጋሩ ይፍለጥ። ድሒሩ ናብ ክለባት ሮማ ከምኡ'ውን ኣብ ሊግ ኣሜሪካ፣ MLS፣ ምስ ኤልኤ ጋላክሲ ድሕሪ ምጽዋቱ ናብ ኢንግሊዝ ተመሊሱ ምስ ክለብ ደርቢ ንሓደ ዓመት ምጽዋቱ ይፍለጥ። ኮል ነዚ ውሳኔ ኣመልኪቱ ኣብ ዝሃቦ ቃል፣ ሕጂ ካልእ ለውጥን ሓድሽ ምዕራፍን ናይ ህይወት እዩ። ተስፋ ይገብር ምስልጣን ክኸውን፣ ክብል ድማ ናይ መጻኢ ዕላማኡ ምስልጣን ክኸውን ከም ዝኽእል ኣንፊቱ ኣሎ። ኮል ኣብ ናይ ጸወታ ዘመኑ ሽዱሽተ ሚእትን ተስዓን ሸውዓተን ጸወታታት ብምክያድ ፕሪምየር ሊግ፣ ሻምፕዮንስ ሊግ ዝርከብዎም ዓሰርተ ሰለስተ ዓበይቲ ዋናጩ ክዓትር እንከሎ፣ ምስ ሃገራዊት ጋንታ እንግሊዝ ኣብ ሚእትን ሸውዓተን ጸወታታት ማልያ እንግሊዝ ወድዩ ምጽዋቱ ይፍለጥ። ኢጣልያዊት ክለብ ኢንተር ሚላን ንተወለድቲ ቺለ ኣሌክሲስ ሳንቸዝን ኣርቱሮ ቢዳልን ንምውናኖም ትጽዕር ምህላዋ ይግለጽ ኣሎ። ናብ ማን ዩናይትድ ሰፍ ብዘይብል መጠነ ገንዘብ ድሕሪ ምጽንባሩ ትሕቲ ብቕዓት ዘሎ ሳንቸዝ ናብ ሴሪኣ ንምግዓዝ ዝከኣሎ ይጽዕር ምህላዉ እዩ ዝግለጽ። ብተዛማዲ ኣብ ባርሴሎና ቦታ ዘለዎ ቢዳል ብወገኑ ምስ ብዝሒ ኣብ ቦትኡ ዝስለፉ ተጻወትቲ ሰጊኡ ምስቲ ኣብ ጁቬንቱስ ኣሰልጣኒኡ ዝነበረ ኣንቶንዮ ኮንተ ብውልቁ ከምዝተሰማምዕ'ዩ ዝግለጽ ዘሎ። ፊሊፔ ኮቲንዮ ንሓደ ዓመት ብልቓሕ ምስ ክለብ ባየር ሙኒክ ምስምምዑ ንሕክምናዊ መርመራታት ኣብ ሙኒክ ጀርመን ከም ዝርከብ ተገሊጹ ኣብ ባርሴሎና ካብ ትፅቢት ወፃኢ ብዝኾነ ብቕዓት ብምንፅብራቑ ተጠላብነቱ ባይታ ዝዘበጠ ኮቲንዮ ካብታ ጋንታ ክወፅእ ምዃኑ እዩ ክንገረሉ ቀንዩ መዋሊ ናውቲ መጻወቲ ባየርን ብዝኾነ ትካል ኣዲዳስ'ውን ጸኒሑ ዝደምሰሶ ኮቲንዮ ዝተጻሕፎ ቁጽሪ ዓሰርተ ማልያ ኣብ ማሕበራዊ ገጽ ትዊተር ዘርጊሑ ነይሩ እዩ። ብዘይ ጋንታ ኮለል ኣብ ምባል ዝኸረመ ኢጣልያዊ መዕገርገሪ ኣጥቃዒ ሱፐር ማርዮ ባሎቶሊ ሎም ዓመት ናብ ሴሪኣ ምስ ዝተመልሰት ኣብ ዝዓበየላ ከተማ እትርከብ ክለብ ብሬሻ ከም ዝተጸንበረ ብወግዒ ተገሊጹ። ናብ ብራዚላዊት ክለብ ፍላሚንጎ ክግዕዝ ምውሳኑ ክንገረሉ ዝጸንሐ ሱፐር ማርዮ ምስ ሃገሩ ኢጣልያ ኣብ ዋንጫ ኤውሮጳ ክልተ ሽሕን ዒስራን ንምስታፍ'ዩ ጠለብ ደሞዙ ብምጉዳል ኣብ ሃገሩ ክጸንሕ መሪጹ ዘሎ። ጽባሕ ሰኑይ ግጥማት ፕሪምየር ሊግ እንግሊዝ ብሓደ ጸወታ ቀጺሉ ከም ዝስዩም ኣብዚ ማ ዩናይትድ ናብ ስታዲየም ሞሊኔክስ ከይዳ ኣንጻር ወልብስ ፈታኒ ጸወታ ከተካይድ ምዃና እውን ይፍለጥ። እዘን ክለባት ዝሓለፈ ዓመት ኣብ ዘካየደኦ ጸወታ ወልብስ ካብ ክልተ ጸወታ ኣርባዕተ ነጥቢ ክትወስድ እንከላ ኣብ ግጥም ኤፍኤ ካፕ ድማ ወልብስ ንማ ዩናይትድ ኣሰኒፋ ናብ ግጥም ፍርቂ ፍጻሜ ምሕላፋ ኣይርሳዕን። ኣብ ዝሓለፈ ሰሙን ዝተኻየደ ቀዳማይ ሰሙን ፕሪምየር ሊግ ማይ ዩናይትድ ንመቀናቕንታ ቸልሲ ኣርባዕተ ብባዶ ክትድህኻ እንከላ ወልቭስ ብወገና ንዘመዝገበታ ሸቶ ብቫር ኣብ ዝተሰረዘሉ ምሸት ምስ ሌስተር ሲቲ ማዕረ ባዶ ባዶ ምፍልላያ ይዝከር። ንገለ ስታቲስቲካዊ ሓቅታት ምስ ንዕዘብ ድማ ወልቭስ ኣብ ዳሕረዎት ሰለስተ ግጥማት ኣንጻር ማይ ዩናይትድ ኣይተሳዕረትን። ማይ ዩናይትድ ኣብ ናይ ዝሓለፈ ዓመት ውድድር ዳሕረዎት ኣርባዕተ ጸወታታት ዓወት ኣየመዝገበትን። ኣብ ሰለስተ ክትሳዕር እንከላ ኣብ ሓንቲ ድማ ማዕረ ተፈላልያ። ወልብስ ኣብ ዝሓለፈ ሓሙሽተ ዳሕረዎት ግጥማት ዓወት ኣየመዝገበትን፣ ኣብ ሓደ ማዕረ ክትወጽእ እንከላ ኣብ ሰለስተ ድማ ተረቲዓ። ብመንጽሩ ማይ ዩናይትድ ሶኑይ ምሸት ካብ ዘካየደቶም ጸወታ ኣብ ስሳን ሸሞንተን ሚእታዊት ዓወት ብምምዝጋብ ኣብ ሶኑይ ምሸት ካብ መጋጥምታ ነጥቢ ኣብ ምምዛዕ ጽቡቕ ልምዲ ዘለዋ ክለብ እያ። እምበኣርከስ ክቡራት ተዓዘብትና ኣብዚ ተሃራፊ ግጥም መን ትዕወት ግምትኩም ኣብ ኮሞንት ከተስፍሩ ሕጂ'ውን ብኽብሪ ይዕድመኩም።
ዝኸበርኩም ተኸታተልቲ ዩቱብ ቻነል ሲነማ ሰመረ ንምክትታልኩም እናመስገና ንሎም መዓልቲ ኣዳሊናልኩም ዝነበርና ስፖርታዊ ትሕዝቶታት ኣብዛዚምና ኣለና ኣብ ቀጻሊ ብኻልእ ሓበሬታታት ክሳብ ንራኸብ ንኹልና በብዘለናዮ ሰላምን ጥዕናን